ሰላም ሰላም ክቡራት ተኸታተልተይ ከመይ ውዒልኩም ሰላም ዲኹም? ኣነ ሰላም እየ ኣምላክ ይመስገን። ከምቲ ኣነ ሰላም ዘለኹዎን ንስኻትኩም ለ ሰላም ትኹን ይምንየልኩም ክቡራተይ። እምበኣርከስ ናይ ልሙዓንቲ ቪድዮ ያው ንዓኹም ክትጠቅም እያ ኢለ ዝቐረፅኽዋ ቪድዮ ያው ብጣዕሚ ብውሑድ ገንዘብ ልጅመር እንታይ ዓይነት ስራሕ ኣሎ ብዘብል ኣብቲ ናይ ትማልታት ዝለቐቕኽዎ ቪድዮ ብዓሰርተ ሽሕ ብዒስራ ሽሕ ብሳላሳ ሽሕ ብቻ ካብ ሓምሳ ሽሕ ንታሕቲ ልጅመረሉት ዓይነት ስራሕ ኣሎ ንበልክና ንኣሕዋተይ ካብኡ ድማ ያው ከምዚ ትሪኦ ኣለኽን እስኪ ካብ ሓምሳ ሽሕ ንታሕቲ ልስራሕ ስራሕ ሲ እንታይ እዩ ኢለ ሪአ ጠይቐ ኣምፅኤ እልክሞ ኣለኹ እምበኣርከስ ቅድሚ ምስማዕኹም ላይክ ገይርኩም እተው ቤተሰብ የለክንኩም ደ ሳብስክራይብ እናገርኩም ኣተባብዕኒ ያው ኣብዚ ትሪ ንሪኦ ኣለና ደርሁ ናይ ደርሁ ምፍራይ ብጣዕሚ ዘን ሓደ እየ ዝቐርፅ ኣለኹ እምበይ ኣብቲ ሓደ ክላሰን ኣብቲ ሓደ ሰፈር ብዙሓት የኒዕዋ ደርሁ ሓንቲ ሓፍትና ኣብቲ ግራውትና ብጣዕሚ ብዙሓት ደርሁ ያው ከልተ ኣለዉ ሓደ እውን ብዙሓት ጨዋጭቶ ምፅኡ ኣብቲ ገረወተይ ለፍሪ ኣሎ እስኪ ሓደ መዓልቲ ከይደ ክቐርፀን እየ ግን ብዙሕ ምቕራፅ ይፍቀድ እዩ ማለት ናይ ሓበሻ ነገር ዓይኒ ምናምን ስለ ዝፍራሕ ተፈቒድለይ ክቐርፀልኩም እየ እዚኣን ግን ዘሎ ሓዳ ወይ ከዓ ልጎቦዛ እየን ጨዋጭት ብዙሓት ኣለዋ እናንግድ ልመፃ ብሰለስተ ማለት ብሰለስተ ሚእቲ ኣምፂኻ ድቕቕ ድቕቕ ዝበላ ጨዋጭት ማለት እዩ ብዝኾነ ጨቓዊት ለይኾነስ ዳሕና ብል ዝበላ ብሰለስተ ሚእቲ ብሰለስተ ሚእቲ ብበዝሒ ናምፅኡ ካብኡ ከምዚ እናዕወዩ ወይ እናፍረዩ ናህጠሩ ማዕረ ሽሒ ሓሙሽተ ሽሒ ሰለስተ በቃ ካብኡ ንላዕሊ እናሸጦ እናተጠቐሙ እዮም ዝርከቡ ማለት እዩ። እዚኣ ግን ከም ዕድልካ እያ ኣነ ልባዕለይ ብዙሕ ደርሁ ምፍራይ ልባዕለይ ትኾና ውሕድ ዝበላ እምበይ ደርሁ ምፍራይ ስራሕ ንሽቶ ይብል ይብል እዮም ልኾነ ሰብ ከምኡ ደርሁ ጀሚሩ መድሓኒት ለየምፀአለን መድሓኒት ለይተጠቐመ ብዙሓት ሞይተን ኦርያ ደንጊፀ ልባዕለይ ማለት እዩ ግን መድሓኒተን ተቐሪብካለን ብግቡእ ተተኻናኺንካ እየን ደርሆ ብጣዕሚ እየን ጠቐመኛታት ማለት እዩ ግን ብስነ ስርዓት ክኒና ኣሎ ዝኾነ ናበፅበፅካ ዝኾነ በቃ ልስተ ሃምዚ ሽሩባ ዓይነት ዝኾነ ሃምዚ ፓውደር ነገር በፅቢፅካ ልስተ መድሓኒት ናብዓለን ኣሎ ብደንቢ ኢኻ ገዚእኻ ተቐሪ ከምዚ ጌርካ ብደንቢ እቲ ናይ ባዕለን መድሓኒት ኣስተኻኺልካ ተቕሪብካለን ብጣዕሚ እየን ጥቕመኛታት ማለት እዩ። ጥቕሚ ብዙሕ ጥቕሚ ኣለወን። ብስነ ስርዓት ተሒዝካየን ብስነ ስርዓት ሰፈረን እናፅራኻ ብስነ ስርዓት ቀለበን እናሃብኻ ማየን ኣብ ሰዓተን ምግበን ኣብ ሰዓተን እንተሂብካየን እተን ትሪእዎ ኣለኹም ብሰለስተ ሚእቲ መፂኤን ንእስ ንእስ ዝበላ ብሰለስተ ሚእቲ መፂኤን ከምዚ ጌርካ ምስ ዓበያ ሽሒ ሓሙሽተ ካብዚ ንኣውደ ዓመት ሽሒ ሓሙሽተ እዚኣቶም እናትጓየዩ ዘንለዓበይ ኣየ ልቐርጸልኩም ኣለኹ እምበይ እዘን ጨቓዊት ብዙሓት ኣለዋ ኣብቲ ካሊእ ሰፈር የቐረጽኽወን እዩ ማለት እዩ ስለዚ ደሩ ምፍራይ ቦታ ተሒዝካ ዋና ነገር ቦታ ቦታ ሰፊሕ ተሃልየክን ደርሆ ብጣዕሚ እየን ዝጠቕማ ካብኡ ከዓ መጀመርያ ትመፅ ተለዋ እቲ ዓይነት ከምዚ በቃ ሕማምሲ ዝኾነ በቃ ምልክት ተርኢ ተለዋስ ብዙሕ ዓይነት ምልክታት የርእያ እየን ካብኡ በቃ ንእሽተይ ኮፍ ትብል ተለዋ እዚ ጨጉረን ገለ ኣለክን ዝኾነ ተሓመ ተለዋስ ሰለስተ ዓይነት ምልክት የርእያ እዮም ዝብልወን ካብኡ በቃ ዝጨጉረን ንፍሕ ኢለን ኮፍ ኩፍ ኢለን ኮፍ ትብል ተለዋ ጎፍታ ነገር ተሎ ኣብቲ ጨጉረን በፅቢፅካ ልስተ ዝኾነ ዑልባ ኒኦ ገዚእኻ በፅቢፅካ ልስተ ኒኦ ልህውኻ ካብኡ ልለ ዝኾነ ወይ ዓይነን ወይ በቃ ዝኾነ ሰለስተ ዓይነት ምልክት ተርኢ ተለዋ ሰለስተ ዓይነት መድሓኒት እዮም ልህውኻ እቶም ልሸጥልካ እቶም ነገዴ ማለት እዩ ጨቃዊት እየን ኣዚኦን ዓብየን እየን ልሽወጣ ልበይነን ትፈልየን ጥራይ ዝበልዓ ለብላ እየን ለለ ካልት ጨቃዊት ኣለዋ ግን ልኾነ ቦሶ ልመስል ፍሩስካ ልመስል ደቂቅ ነገር ፍሩስካ ናገዛእኻ ምስቲ መድሓኒት ናሓወስኻ ናበልካ ቢያንስ ሰለስተ ወርሒ ኣርባዕተ ወርሕስ ሰለስተ ሰለስተ ሚእቲ ኣምጺእካ ኣብ ሰለስተ ኣርባዕተ ወርሒ ሽሒ ሓሙሽተ ሽሕ ሽሒ ሰለስተይ በቃ ካብ ሽሒ ሓሙሽተ ክሳብ ሽሒ ሰለስተ ይሽወጣ እየን ማለት እዩ እና ብጣዕሚ ብውሕድ ገንዘብ ልጅመሩ ስራሕቲ ብዙሓት እዮም ልመልል ዓሰርተ ሽሕ ሲ ክንደይ ደርሆ ብቢ ሰለስተ ሚእቲ ክንደይ ደርሆ ምፅኻ ቢያንስ ትሽዓንተ ሽሕ ንበሎ ትሽዓንተ ሽሕ ክንደይ ደርሆ ሃም ንመፃ ብቢ ሰለስተ ሚእቲ ዘንመፅለዋ ጭቃዊት ትሽዓንተ ሽሕ ክንደይ ደርሆ ምፅኢና ካብኡ ቢያንስ ሽሕ ቅርሺ ልተን መድሓኒት ትኹን ኣብዚኤን ጊን እግዚኣብሔር ኣምላኽ ተባሪክልካ ዝኾነ ስራሕ መቸም ትሰርሕ ተለኻ እግዚኣብሔር ኣምላኽ ኣሚንካ እግዚኣብሔር ኣምላኽ ባርከለይ ኢልኻ ስለ ትጅምሮ እግዚኣብሔር ተባሪክወን ዚኣተን ክንደይ ሃም ዝኾና ኣይተ እየን ማለት እዩ። እና ካብኡ ደሞ እታ ድኳን ን ዓሰርተ ሽሕ ኒኣፉቲ ክቐርጻ ከይደ ተዓጽያ ረኺበያ እምበይ እስኪ ን ዓሰርተ ሽሕ ድኳንስ ታይ ዓይነት እዩ እስኪ ቅረጽልና ልበል ካብ ኮመንት ኣጋጣሚ ኮይኑ ከይደ እዩ ዓንቶ ሰዓት ሰለስተ ኮን ካብኡ ጌና ተዓጽያ እየ ተኸፈተቲ ተኸኢለ ግን ቃሪፀ ከምፃ እየ ካብኡ እግረ መንገዲ እተነ ደርሁ ዘን ጭቃዊት ለፍርያ ርየ ኣጋጣሚ ኣውዚኡውን ኣሎ ትሕቲ ሓምሳ ሽሕ ዝስራሕ ስራሕ ኣውዚኡውን ዓውዪ ስራሕ ኣሎ ምንም ኣብ ገዛኻ ኮይንኻ ፅላልኻ ክንክን ብጣዕሚ እየን ዘድልየን ፅሬት ቁንጫ ይቁንጫ እየን እንዴ ይቁማል እኳ ይቁሙላ ድየ እሙላ ይፈለጥኩ ቁንጫ ግን ንኮይ ቁንጫ ብደንቢ ዝሰፈረን ፅሬት ዘድልዮ እዩ ብፅሬት ብክንክን ትሒዝካየን ድርሆ ውፅኢተን ብጣዕሚ እዩ ፅቡቅ ተኽኢለ

መካናኸኒ ወይ ኸዓ ካብ ሕማም መከላኸሊ ነገር ኸ ታይ ታይ እዩ? ባዕሉ ክነግረክን እየ ኣሎ ብደንቢ ሰፈር ትሰሪሖ ሰፊሕ ቦታ እዩ የፍር ለደርሆ ማለት እዩ እና ሰፊሕ ቦታ ታሌክን በተለይ ደርሁ ብጣዕሚ እዩ ፅቡቕ ኣብ ገጠር እንድያ ዋላ ኣብ ገጠር ውስን ዝበለ ዋላ ሚእቲ ራዒ ልኮ ናይ ባዕለን ሓንቲ ክላስ ናይ ባዕለን ሓደ ክላስ ጌርካለ ክራይ ተዘይደሊኻ ሓደ ክላስ ፈሊኻ ውን ይከኣል እዩ ብሰፊሑ ግን ቢያንስ ካብ ክልተ ሚእቲ ካሬ ንላዕሊ ተደሊኽክን ኣብ ወሰነ ገጠራት ለለኽን ማለት ኣብ ውሽጢ ከተማ ተይኮነይስ ሃምዚ ናትና ካብቲ ውሽጢ ከተማ ውስን ዝበለ ተኾይኑ ብጣዕሚ ምኮፍኻ ቅርሺ ውን ካብ ደርሁ ይርከብ እዩ ይብለክን ኩብራተይ። ብዙሕ ብዙሕ ዓይነት ስራሕ ኣሎ ካብ ሓምሳ ሽሕ ንታሕቲ ዝጅመር ስራሕ ጉድን ሚልዮናት ይኾነ ሚልዮናት ተደሊኻ ብሚልዮናት ዝጅመር ስራሕ ቅርሺ ታሊክን ማለት እዩ ብሚልዮናት ዝጅመር ስራሕ ታሊክን ኣብ ማእኸል ከተማ ኮፍ ትብል ኣስኡ ካብ ማእኸል ከተማ ዓሰርተ ሓሙሽተ ሽሕ ትቑንደዳ ብወርሒ ክራይ ዓሰርተ ሓሙሽተ ሽሕ ቢያንስ ካብኡ ብላዕሊ እዩ ኣብ ውሽጢ ከተማ ብዙሕ ምልዮናት ሂበ ወይ ናይ ህንጻ መሳርሒ ወይ ዳቦቲካት ወይ ብዙሕ በቃ ናይ ዓብዩ ነገር ስራሕ ተደሊኹን ኣብ ማእከል ከተማ ክራይ ዓሰርተ ሓሙሽተ ሽሕ ካብኡ ብላዕሊ ተደሊኸን ያው ከም ዓቕምኸን ኣንትና ውስን ዝበለ ኣብ ውስን ዝበለ ከተማ ሃማን ኣልትደልያ ናብ ዓልኸን ገዛ ልለክን ማይ መብራህቲ ዘማልኣ ምንም ክራይ ዘይትኸፍላ ማንኛው ዓይነት ስራሕ ካብ ሓምሳ ሽሕ ብታሕቲ ሙሊኡ ሰርሓ ትኽእል ኣይኽን ማለት እዩ እዚ ለኣኸን ተስፋ ክብ ኢለ ተስፋ ይግብር ካብ ባዕለይ እውን ብዙሕ መሳርሒ ሌብና ምናምን ኢልኽን ኣይትጨናነቓ ክቡራተይ ያ ከምዚ እናገበርኩ ንዓኹም ተስፋ ዝህብ ዓድኽን ሃምተኣታ ልገብር ቪድዮታት